ሰላም ከመይ ትኾኑ እንኳዕ ደሓን ፀናዕኹም ሎማዓንቲ ከላይ ብዛዕባ እዚ ትራምፕ ዝበሎ ነገር ትራምፕ እንታይ ኢሉ መሲልኩም ሳልሳይ ውግእ ዓለምሲ ኣብ ኩርናዕ እዩ ዘሎ ኢሉ ኢን ዘ ኮርነር ሓቁ ድዩ እንታይ ይመስል ሓቂ ድዩ ዋላ ሓሶት ከመይ ይመስል እዚ ነገራት እዚ ክንድህሶ ክንፍትን ኢና ምክንያቱ ሓደ ካብቶም ዝዓበዩ ፕሬዚደንት ናይ ዓለምና ምኳኣ ዶናልድ ትራምፕ ዝኣክል

ዓራይ እምበዓር እንታይ ማለቱ እዩ ከምዚ ክብል ከሎሲ እንታይ እንታይ ክብል ደልዩ ያ ልክዕ ሳልሳይ ውግእ ዓለም ኣብ ኩርናዕ እዩ ዘሎ ሓቁ እዩ ምክንያቱ ሳልሳይ ውግእ ዓለም ንክጅመር ከምዚኣ ተሪፋታ ዘላ ሕጂ ብዚ ግዜ እዚ ብፍላይ ኩሉ ነገር እዚ እዚ ባይደን ዝበሃል ሰብኣይ ጃናይ እቲ ሰብኣይ ገለ ተረዲኹም ሕሙም እንዲ ሕሙም እቲ ሰብኣይ ብዙሕ ኣይሓስብኒ ገለ መለ ከምዚ ክሓስብ ኣይክእልኒ ገለ ሰባት እዮም ዝሓስብሉ ሕጂ እሱይታት እዚታት ድማ ንታሽሙ ብጣዕሚ እዩ እንታይ ዝበሃል ነዚ ሓደገኛ ዓለምና ቀደም ትራምፕ ክዛረብ ከሎ ሲ ኣነ ኣነ ብቲ ታሽሙ ዝነበርኩሉ ኣብቲ መሪሕነት ዝነበርኩሉ ምስ ፑቲን ፀገም ኣይነበረኒ ምስ ቻይና ፀገም ኣይነበረኒ ምስ ገለ ምስ ኩሎም ብሰላም ተረዳድየ ምክንያቱ የፈርሑኒ ይፈርሖም ተፈራሪሕና ተኸባቢርና ንኸይድ ነርና ሕጂ ግን ዓሰርተ ግዜ እዚ ዘይፍቀድ ነገር ኣነ ኣቶም ቦምብ ክጥቀም እየ እዚ ኒክለር ቦምብ ክጥቀም እየ ኢልካ ምዝራብ ሕጋዊ ኣይኮነን ከማን ፑቲን ግን ኣነ ገለ ተልኩም ኒክለር ክስንትወልኩም እየ እዩ ዝብሎም ዘሎ እቲ ኤን ወርድ ዝበሃል እዚ ኤን ዝበሃል ቃል ክጥቀመሉ ኣይፍቀድን እዩ ምክንያቱ ግን በዓል ባይደን ግን እዚኦም ጃናታት ገለ ምስ ዝሓዝዎ እቲ ታሽምታት ክጅምር ይኽእል እዩ ምክንያቱ ምክንያቱ እዚ ዝገብርዎ ዘለዉ ዋላ እዚ ኣሜሪካ ትገብሮ ዘላ ነገራት ዋላ ጥዑይ ኣይኮነን ምክንያቱ ሳት እንታይ ትገብር ዘላ ስቕ ኢልካ በቃ ትፍሕፍሕ ትህትኽትኽ ገለ ንዩክሬን ተሕግዝ ኣጆኽ በልያ በልያ ዮው ኮም ኦን ራሻ ንምድኻም ኢልካስ ንዩክረይን ገለመለ ደፊእኻ ደፊእኻ ገለመለ ትርጉም የብሉን ምክንያቱ መሳኪን ህዝቢ እዮም ዝጠፍኡ ዘለዉ ህዝቢ እዩ ዝመውት ዘሎ ተረዲኹምኒ ህዝቢ ክተጥፍእ ገለመለ ኢልካ ምክንያቱ እዚ እዩ ዘርእየካ ንዩክረይን ንሓልየላ ኣለና ኦ፣ ከምኡ ይኮነን ዘሎ እዚ ግዜ- ኣብዚ ግዜ እዚ ከመይ ጌርካ ተተኻኢልካ ንፑቲን ተዳኽም ከመይ ጌርካ በቃ ተጥፍእ ነዚ ታሽም ሕብረተሰብ እዚ ተ- ተዳኽም ገለመለ ነዚ ሰብኣይ እዚ ሓይሊ ዘሎ እሞ ኣብዛ ማእከል ኤውሮጳ ኮይኑ ዘዕገርግረልና ዘሎ ኮሞን ምክንያቱ ናይ ህዝቢ ተሓሊ ተኮይንካ ታሽሙ ከምዚ ናይ ብሓቂ ምስ ቻይና ፍቅሪ ክትምስርት ተደሊ ተኮይንካ ገለመለ ከምዚ ኮንካ ትገብር ዓሰርተ ግዜ ኣፅዋርን ሚሊታሪ ታሽሙን ገለመለ እንዳሃብካ ከቢድ እዩ ምክንያቱ እዚ ነገራት እዚ ንሳልሳይ ውግእ ዓለም ንክመፅእ እዩ ዝሕግዞ ፕላስ እዚ በዓል ቻይና ምስ ኣሜሪካ ትገብሮ ዘላ ፍሕፍሕ ገለ ትኽትኽ ታይዋን ትኸይድ እዚ ኮማን ኩሉ ግዜ ሰላም ዝደለየ ሰብ ከምዚ ይኮነ ስቕ ኢልካ ይኮንካን ገለ እሞ ከዓ ሰብ ከኽብረካን ክተኽብረን ኣለካ እዚ ስቕ ኢልካ ሓገዝ ነቲኣ ትህባ ነቲኣ ትህባ ነቲኣ ትህባ ትትኽትኾን ባዕልኻ ገለ ማለት ከቢድ እዩ ካልኣይ ካልኣይ እዚ ቻይና ራሽያ ሂንዲ ሳውዝ ኣፍሪቃ ገለመለ እዚአን ሃገራት እዚአን ድማ ናተን ታሽሙ ናተን ገንዘብ ክገብራ ስለ ዝፍትና ዘለዋ ናተን ገንዘብ እዚ ናተን ቫሉታ እንዴን ክፈጥራ ዘብላ ዘለዋ እዚ ተተፈጢሩ ድማ ዶላር ክዳኸም እዩ ማለት እዩ ዶላር ተተዳኺሙ ድማ ጥፍኣት በዓል ኣሜሪካ እዩ እዚ ኩሉ ኣብ በዓል ታሽሙ ኣብ በዓል ዒራቅ ከይዶም እኹን ገለመለ ዝዋግእዎ ዝነበሩ ኣብቲ ኣብ በዓል ዒራቅን ኣብ ገለን ከይዶም ዝዋግእዎ ኣብ በዓል ኣፍጋኒስታን ገለ መብዛሕትኡ ነቲ ናቶም ዶላር ንምምዕባልን ንታሽሙ ንቢዝነስ ናቶም ንበዓል ሊብያ ኣትዮም ክንደይ ታሽሙ ምግባር ዶላር ንኸይጠፍእ ንዶላር ንኸድሕኑ እዮም ገለ ሕጂ ራሻ በዓል ራሻ በዓል ቻይና ገለ ናትን ቫሉታ ክፈጥራ ናትን ገንዘብ ከምፃ እንተፈቲነን ከመይ ይመስል እቲ ኩነታት ትፃወረ ድያ ይትፃወረን እያ ኣሜሪካ ከላይ ክርኢና ምክንያቱ ምክንያቱ ኣሜሪካውያን በላሕት እዮም ነይሮም ተረዲኹምኒ እሜሪካውያን በላሕቲ እዮም ንኩለን ነዘን ኣፍሪቃውያን ሃገራት ኣብዘይ ዕደአን ብዶላር ገይሮም ኣብዘይ ዕደአን ኢትዮመን ዘሎ ምክንያቱ እቲ ዶላር ኣብኡ ደርቢኻ እንታይ ገይሩኖ መብዛሕተንሲ ብግዝኣት ዓለም ሲ ዳርጋ መብዛሕት ብታሽሙ ተመፂኻ ሲ ብዶላርን ብገለን እያ ትጥቀም እዚ ከላይ በቲ ተዘዋወር መገድ ኣብ ትሕቲ እሜሪካ ኣለና ማለት እዩ ተረዲኹምኒ እሜሪካ ምክንያቱ እሜሪካ ንኩላህና ክተዕንወና ተደልያ ንኣብነት ንበል ኣብ ንጀርያ ንኣብነት ኩሉ ዶላር ኩሉ ገንዘቦም ብዶላር ተኮይኑ ኣሜሪካ ገለ ፕሪንት ኣውት ኢኻ ትገብሮ ዶላር ኣነ ዶላር ክቕይረ እዚ ምሳኹም ዘሎ ይድልየንን እዩ ኣነ ኣይቕበለኩም እየ ገለ እንተኢላቶም ካልእ ገንዘብ ኣቕይር ኣቢላ ንዕኦም ክተጥፍኦም ትኽእል እያ ተረዲኹም ማራ እዩ እዚ ከማን ማራ ቀሊል እዩ ንዝሓስብ ሰብ ሕጂ እዚ እዚ ታሽ ምትገብሮ እሞ ከዓ እቲ ዶላር ተተቐይሩ ከ ኣሜሪካ እቲ ኢኮኖሚ ናታ ከመይ ይቕፅል ክቕፅል ብዙሕ ኣይክእልኒ ምክንያቱ ኩሉ እቲ ወርቂ ተምፆ ነበረት ካብ በዓል ኣፍሪቃ ወረቐት እንዳሃበት እያ ዶላር ዝበሃል ወረቐት ተረዲኹምኒ ንዑ እንዳደርበኻ እንዳሃብካ እዩ ነይሩ ሕጂ ከመይ እዚ ክትፃወሮ ትኽእልዲ ኣይመስለን እቲ ሕብረት ናይ ናይ መሽሙኸላይ ተሪሩ ገለ ሕጂ ምዚ ራሻ በይና ትሪፎም ኩለን እተን ሃገራት እሞ ከዓ ኣንፃራ ተጓዒዘን ገለ መለ ብምልአን ማለት እዩ ብምልአን ካብ መዓልቲ ካብታ መዓልቲ ዝተጀመረትላ መዓልቲ ንፑቲንን ንሕብረተሰብን ኣፀልም ኣፀልም ኣቢሎም እዚ ኩሉ በዓል ዓዲ እንግሊዝ ነበረ እዚ ኩሉ ኣብ በዓል ኖርወይ ኣብ በዓል ካልእ ሃገራት ዝነበረ ሃብታም ራሽያንሲ ሩስያውስ ኣግዲፎሞ እዮም ኩሉ እቲ ገንዘቡን ገለን እዚ ኮ ክሪሚናል እዩ ገለ ኮዚ እዚ ኮ ጌጋ እዩ ገለ እዚ ዓበየ ኮ እዚ ዲክታቶር ገለ ኢልካ ትፀርፍ እምበር ካብ ዛዕቢ ዲክታቶር ኣሎ ድዩ ንሓደ ሰብ ሃገሩ መንግስቱ ዝገበሮ ነገር ኩሉ ገንዘቡ ክተግድፎ ከለካ ቁሩብ ፌር ከማን ኣይኮነን እዚ ዋላ ብዓይኒ ብዓይኒ ሁማን ራይትስ ተሓሲብናዮ ሲ ንኩሉ ክንደይ ቢልዮን ገንዘብ ገ- ዝሓዙ ገለመለ ሲ ኣቢሎሞም ተረዲኹምኒ ዋ፣ እዚ እኮ እዚ እኮ ዝዓበየ ሕጂ ምስዚ ኩሉ ምስዚ እሞ ከዓ እቲ ኣንጻር እቲ እ፣ እ፣ ሩስያዊ ህዝቢ ተጓዒዙ መብዛሕትኡ ሬሲስት ዝበሃል እዚ ናይ ታሽሙ ከም ከም ኾኑ ጀሚሮም ብቕርብ በቲ ሃገሮም ማለት እዩ ክፀርፍዎምን ገለን ጀሚሮም ተረዲኹምኒ ማራ ዲስክሪሚኔት ክገብርዎም ጀሚሮም ኣብዚ ስራሕን ገለን ከውፅዎም ክጉሕፎም ማራዮም ተበሳቢሶም ማራዮም ተበዲሎም እቲ ህዝቢ ምክንያቱ ብዘይገበሮ ነገር መንግስቱ ስለ ዝገበረ ጥራይ እቲ ካልእ ዘሎ ኣብ ደገ ዘሎ ሕብረተሰብ ማለት እዩ ሶ እዚኢታት እዚኢታት ከመይ ይመስል ገለ ከመይ ሩስያ ትቕበሎ ገለ እዚ ሕጂ ፑቲን ለባም እንተኮይኑ ምናልባት ሸለል ብሎ ክኸውን እንተዘይኮይኑ ማራ ንሕብረተሰቡን ንሃገሩን ዝገበሩ ብጣዕሚ ኣፀሊሞም ኣባላሽዮም ገለ ከም ሂትለር ገይሮም እዮም ኣቕሪቦሞ ተረዲኹምኒ ከም ሂትለር ከም ሰብ ጥራይ ዘይኮነ ከመን ከም መዛብእ ገይሮም እዮም ነቶም ሩስያ ከፀልምዎም ፈቲኖም እዚ ኩሉ ዜናታት ንገሎም ገይሮም ማለት እዩ ተረዲኩም ሕጂ ድማ እዚ ኩሉ ድማ ኦኬ መሽሙ ከንታይ ገይሩ ፑቲን ከላይ ምስ በዓል ኦኬ እቲ ጥምረት ፍቅርን ገለን ዝነበረ ምስ በዓል ቻይና ገለ ኦኬ ቁሩብ ክድልድል ጀሚሩ ማለት እዩ ከደልድሎ ጀሚሩ እዚኦም ደኣ እሞ ዘይገድፉኒ በይነይት ታሽሙ ምክንያቱ ግድን ኢኻ ከላይ ካልእ ሰባት ክትደሊ ዓለምና ብሓደ ፓርቲ ጥራይ ክትኸይድ ኣይትኽእልን እያ ሰብ ነናት ኣይዲዮሎጂ እዩ ዘሎ ሕጂ ኣሜሪካ ከምዚ ከምዚ ኦኬ ኣነ በቃ ምስ በዓል ቻይና ምስ በዓል ሂንዲ ገለ ከብል ኣለኒ ምስኦም ክቀራረብ ኣለኒ ሶም እዚ ጥምረት ፈጥር ኣሎ ዓለምና ከላይ ክልተ ዝዓበየ ፓወር ይፍንጨል ኣሎ ማለት እዩ በዓል ቻይናን ሩስያን ከላይ ይሕይላ ኣፍኮርስ ክልተ እተን ዝሓየላ ናይ ዓለምና ሓደ ካብ ዝሓየላ ኣብቲ ውግእ ተተጀሚሩ እኮ ዝሓየለይ ክበሃልኒ ምክንያቱ ኩሉ ሰብ ክጠፍእ እዩ ዳርጋ ምክንያቱ እቲ ኣቶም ቦምብ እንተተደርቢ ምድርባይ ተጀሚሩ ሲ እቲ ከሚካልን ገለንስ ነቲ ሰብ እውን ንጥዕኑን ታሽሙን ከማ ፅቡቅ ሕጂ ታሽሙ እዚ ከም ዝግበር ዘሎ በዚታ ዝፈሓፋሕ ዘሎ ቁርብ ክትረጋጋእ ተዘይፈቲና ኣሜሪካ ገለ ቁርብ ኢዳ ክስሕብ እዝን እዝን ጌጋ እዩ ክትብል ተዘይፈቲና ኣሮንቲ ከምዚ ታሽሙ ዝኸውን ግን ሓቢርና ክንሪኤና እንታይ ይመስል ሕጂ እዚ ትጌ ትታሽሙ እቲ ሳልሳይ ውጋ ዓለም ዝበሃል ኣብ ኩርና ዓሉ ክትብሎ ትኽእል ኢኻ ምክንያቱ እቲ ፍሕፍሕ ጥምረት ናይ በዓል ቻይናን ሩስያን ንብዚኦም ፅቡቕ ኣይኮነን እቲ ገንዘብ ምውዳቕን ገለን እቲ ኩነታት ገለ ከላ እዚኦም ከ ክንዲ ሰላም ንክፈትሑ ከምዚ ክገብሩ ገለ መለ ክንዲ ዝሓስቡ እቲ ህዝቢ ናዊፆም ገለ ብዛዕባ ንሱ ዲኻ ንሳ ኢልካ ኢኻ ትፅዋዕ ወድኻ ሰብ ኢልካ ክፅውዕ ዲኻ ዋላ ድሙ ኢልካ ክፅዋዕ ኢኻ ወድኻ ኣብ ትምህርቲ ወድን ጓለን ኢልና ዲና ክንምህር ዋላ ካልእ ከላይ ካልእ ተፈጥሮታት ኣለዉ ሕሙም ኣብዚ ዓዲ እኮ ታሽሙ እኮ ኮይኑ ዘሎ በቃ ሰብ ኣብ በዓል ቻይና ብዝኾነ ታሽሙ ስታዲ ይካይዶም ኣብ ቻይና ትፈልጥ እቲ ዝበዝሐ ቆልዓ እንታይ ኢሉ መሪፁ እንታይ ክኸውን እዮም ሰዓበኹ ኢሉ መሪፁ ኢንጂኒየር ተፈጥሮታት ሳይንቲስት ገለመለ ከምዚ ዝዓበየት ሞያታት ማለት እዩ እዚኦም ኣዚኦም ኣብዚ ናይ ኣሜሪካ ከ እንታይ ድዮም ኢሎም ዩቱበር ሕጂ ማዕረ ክንደይ እቲ ዋላ ኣብቲ ተሓሳስባ እቲ ታሽሙ ይጠፍእ ከም ዘሎ እቲ ሰብ ድንቁር ከም ዘሎ ብዝስ የርእየካ እዩ ማዕረ ክንደይ ድንቁር ከም ዘሎ እቲ ፈጠራታት ድማ ገዲፎም ኣደዳኺሞም እዚኦም በዓል ቻይና ጥራይ ኮይነን ተረዲኹምኒ እቶ እቲ ዶላር ከምቲ ዝበልኩም ድማ እቲ ዶላር ምውዳቕ ነዚአን ዓደ ንኣሜሪካን መውፅኢታዊ ኣይኮነን ምክንያቱ ኣብ ኣሜሪካ ዝፍጠር ፈጠራታት ብዙሕ ኣይኮነን ካብ ደገ እዩ ኣታዊ እዮም ብምልኦም ገለ ካብ ደገ እዩ ካብ ደገ እዩ መብዛሕትኡ ወርቆም ኢልካ ገለ መለ መሳኪን ኣፍሪቃውያን ገለ ካብኦም እዮም ዘምፅዎ ተረዲኹምኒ ይሰርቅዎ እዮም ካብኡ ሕጂ እቲ ስርቂ እቲ ስርቅን ገለን እንተቢልዎም ክሰርቁ ተዘይክኢሎም እቲ ዶላሮም ተተቐይሩ ናብ ካልእ ተተፀጊዖም ውፅኢታዊ ኣይኮነን ብዓይኒ ፖለቲካ ሕጂ ሕጂ እዚኦም ካልኣይ ነቲ ሽግር ፍትሐዎ ዶ ዝተመሓሽ ታሽሙ ዶ ይኹኑ ኣይመስለንን ታሽሙ እዮም ንሶም ብዛዕባ ብዛዕባ ደቂ ኣንስትዮ ብዛዕባ ጓልን ወድን ብዛዕባ ገይ ገለገለ እዮም ዝሓስቡ ዘለዉ ሰ ናበይ ገፁ ከይት ክንሪኤና ብዝኾነ እዚኣ ነራ ናይ ሎመዓልቲ መልእኽተይ ፒስ